ሰላም ከመይ ትጸንሑ ተኸታተልትን ፈተውትን ራራ ሚድያ እዋናውን ሙያውን ሚዛናውን ትሕዝቶታት ዘለት ሒዝና ቐሪብና ኣለና ቻናልና ላይክ ሼር ሳብስክራይብ ብምግባር ስድራ ራራ ይኹኑ ናብ ንሎም ዕለት ዝሓዝናዮም እዋናዊ ሓበሬታታት ክንሰግር ኣብ ዝሓለፈ ኣዋርሕ ኣብ መንጎ መንግስቲ መንግስቲ ኤርትራን ህወሓትን ዘሎ ምሕዝነት እናነጸረ መጺኡ ዝብል ክሲ ዘቕረበ ሚኒስተር ጉዳያት ወጻኢ ጌድዮን ጢሞቴዎስ ንከም በዓል ፋኖን ዝኣመሰሉ ዕጡቓት ጉጅለታት ብገንዘብ ብምውዳብ ይሕግዙ ኣለዉ ክብል ክሲ ኣቕሪቡ። ወታደራዊ ኣዘ ሰራዊት ህወሓት ኣብቲ ኣብ ወልድያ ዝተኻየደ መጥቃዕትን ኣብ ራያን ወልቃይትን ኣብ ዝተፈጥረ ናዕቢ ብቐጥታ ተሳቲፎም እዮም ክብል እቲ ሚኒስተር ኣፍሊጡሎ። ኤርትራ ክሲ ክቐርበላን መጠንጋታ ክበጽሓን ድማ ሓቢሩ። ሚኒስተር ጉዳያት ወፃኢ ኢትዮጵያ ጌዲዮን ጢሞቴዎስ ኤርትራ ኣብ ቀርኒ ኣፍሪካ ዘይምርግጋዕ ካብ ዘስዕብ ንጥፈታት ክትቁጠብ ከም ዝግባእ ዝሓበረ እንትኸውን ምስ ዞባዊ ሰላምን ውህደትን ዝሳነ ሃናፂ መንገዲ ክትክተል ክትደፋፋእ ከም ዘለዎ ኣመላኺቱ። እቲ ሚኒስተር ሆርን ሪቪው ዩኒቨርሲቲ ኣዲስ ኣበባን ብሓባር ኣብ ዘዳለዎ መድረኽ ንመንግስቲ ኤርትራ ካብተብ ልዕሊ ኢትዮጵያን ዞባን ዝኽተሎ ጉጉይ ፖሊሲ ከውፅዎ ናብ ብሩህን ምትሕባርን ዘለዎ መፃኢ ዝዓለመ ኣናእሹ ዝጭበጡ ስጉምትታት ክወስድ ከተባብዕ ፀዊዑ። ቀዳምነት ፖሊሲ ጉዳያት ወፃኢ ኢትዮጵያ ዝዘርዘረ እቲ ሚኒስትር፣ ሃገሩ ሰላም፣ ምርግጋዕ፣ ዞባዊ ምትሕግጋዝ ንምድንፋዕ ውፊት ምዃና እዩ ሓቢሩ። ኢትዮጵያ ኣብ ሓበራዊ ልምዓታዊ ዓቕምን ሓበራዊ ዕጫ ህዝቢ ቀርኒ ኣፍሪካን ዝተሰረተ ራእይ ዞባዊ ቁጠባዊ ውህደት ከምዘለዋ ብምግላፅ፣ ኣብ መንጎ ጎረባብቲ ሃገራት ዝግበር ዘተን ሕድሕዳዊ ምርድዳእን ሓበራዊ ብድሆታት ንምፍታሕ ውሑስ ዕቤት ንምስጓም እምብዛ ኣገዳሲ ምዃኑ ኣስሚርሉ። ኣብቲ መድረኽ ኣባላት ማሕበረሰብ ዓለም በርጌሳዊ፣ በርጌሳዊ ማሕበራት፣ መራኸቢ ብዙሃን ዝተረኽቡ እንትኾኑ ፖሊስ ጉዳያት ወፃኢ ኢትዮጵያ ኣብ ህልው ምዕባለታት ቀርኒ ኣፍሪካ ብፍላይ ድማ ኣብ መንጎ ኤርትራን ኢትዮጵያን ዘሎ ኩነታት ንምርኣይ ንምዝታይ ምዃኑ ኣፍሊጡ ዘሎ ሚኒስተር ጌዲዮን ጤሜቶስ ኢትዮጵያ ምስ ኤርትራ ዘለዋ ዝምድና ብምጥቃስ ዋላ እኳ ኣብ ልዕሊ ሉዓላውነት ግዛታዊ ሓድነት ከቢድ ኹን ገሰት እንተተፈፀመ ኢትዮጵያ ልዑል ነብሰ ግትኣት ከም ተካይድ ዘላ እዩ ዝሕበር። ኢትዮጵያ ዘርእየቶ ነብሰ ግትኣት ከም ዘካየደት ብምሕባር ኢትዮጵያ ዘርእየቶ ልጓም ምእንቲ ሰላም ክትብል ዝወሰደቶ ሕርያ ምዃኑ ኣስሚርሉ። እንተኾነ ግን እቲ ነብሰ ምግታ ቀፃልን ብዘይ ቕድመ ኹነት ክውሰድ ከም ዘይኽእል ኣጠንቂቑ ኣሎ። እቲ ምቷኽ ገሰስ ዝበሎ ዝርዝር ዘይሃበሉ እቲ ሚኒስተር ብክልተ ጥቅምቲ ዕስራ ዕስራን ሓሙሽተን ናብ ዋና ጸሓፊ ሕቡራት ሃገራት ኣንቶንዮ ጉተሬዝ ኣብ ዝጸሓፎ ደብዳበ፣ ኣብ ዝሓለፈ ኣዋርሕ ኣብ መንጎ መንግስቲ ኤርትራን ውድብ ህወሓትን ዘሎ ምሕዝነት እናነጸረ ዝመጸ እንትኸውን፣ ክልቲኦም ወገናት ነቶም ንከም በዓል ፋኖ ዝኣመሰሉ ዕጡቓት ጉጅለታት ብገንዘብ ብምውዳብ ይሕግዙ ኣለዉ ክብል እዩ ከሲሱ። ወተሃደራዊ ኣዘዝ ሰራዊት ህወሓት፣ ኣብቲ ኣብ ወልድያ ዝተኻየደ መጥቃዕቲ፣ ኣብ ራያን ወልቃይትን ኣብ ዝተፈጠረ ናዕቢ ብቐጥታ ከም ዝተሳተፉ ድማ እቲ ሚኒስተር እውን ወቒሱ ኣሎ። ኣብ ዝሓለፈ ኣዋርሕ ኣብ መንጎ መንግስቲ ኤርትራን ህወሓትን ዘሎ ምሕዝነት እናነፀረ መፂኡ ዝብል ክስ ዘቕረበ ሚኒስተር ጉዳያት ወፃኢ ጌዲዮን ጢሞቴዎስ ንከም በዓል ፋኖን ዝኣመሰሉ ዕጡቓት ጉጅለታት ብገንዘብ ብምውዳብ ይሕግዙ ኣለዉ ክብል ክስ ኣቕሪቡ። ወታደራዊ ኣዘ ሰራዊት ህወሓት ኣብቲ ኣብ ወልድያ ዝተኻየደ መጥቃዕትን ኣብ ራያን ወልቃይትን ኣብ ዝተፈጥረ ናዕቢ ብቐጥ እታ ተሳቲፎም እዮም ክብል እቲ ሚኒስተር ኣፍሊጡ'ሎ። ኤርትራ ክሲ ክቐርበላን መጠንቀቕታ ክበጽሓን ድማ ሓቢሩ። እቲ ሚኒስተር ጉዳያት ወጻኢ ኤርትራ ዑሱማን ሳልሕ ኣብ ኣስመራ ንዝርከቡ ኣምባሳደራት ወከልቲ ሃገራት ወጻኢ ብምእካብ ድማ ኣብ ዝሃቦ መብርሂ ኣዲስ ኣበባ ብዛዕባ ኣፍደገ ትህቦ ዘላ መግለጽታት ንሉኣላውነት ሃገር ዝጥሕስ ምዃኑ ብምሕባር ኢትዮጵያ ንሉኣላውነት ግዝኣታዊ ሓድነት ጎረባብቲ እቲ ከተኸብር ማሕበረሰብ ዓለም ኣገዳስነት ኣካላቱ ፀቐጣ ክገብሩላ ኤርትራ ትምሕፀን ክብል ሚኒስተር ዑስማን እውን ፃውዒት ኣቕሪቡ እዩ። ሚኒስተር ጌዱን ኣብ መደርኡ ኢትዮጵያ ኣፍደገ ባሕሪ ከምዘድልያ ብምጥቃስ ንልዕሊ ሚእትን ሰላሳን ሚልዮን ህዝቢ ናብርኡ ክመርሕ ዘኽእሉ ንጡፍ ቁጠባ ኣፍደገ ባሕሪ ክወሓሰሉ የድልዮ ኢሉ። ብዘይ ዘተኣማምን ውሑስ ኣፍደገ ባሕሪ ኢትዮጵያ ቀፃሊ ምዕባለኣ ዘረጋግፅ ቁጠባዊ ምዕባለ ክተረጋግፅ ኣይትኽእልን እያ ብምባል ኣፍደገ ባሕሪ ንኢትዮጵያ ናይ ህላወ ሕቶ ምዃኑ ኣስሚርሉ። ቀዳማይ ሚኒስትር ኣብይ ኣሕመድ ዝርከብዎ ዝተፈላለዩ ላዕለዎት ማእኸሎት ሰበ ስልጣን ኣዲስ ኣበባ ካብ ጥቅምቲ 2023 ጀሚሮም ኤርትራ ናፅነታ ናብ ዝተረኸበትሉ እዋን ኣብ ምቁፃር ወደባት ጌጋ ፈፂማ ብምባል ጉዳይ ቀይ ባሕሪ ዳግማይ ክለዓል ኣለዎ ዝብል ምጉት ከልዕሉ ክስምዑ እዮም ፀኒሖም። መግለፅታት ኢትዮጵያ ካብ ተጠቃሚነት ናብ ዋንነት ካብኡ ሓሊፉ እውን ወታደራዊ ህላወ ክሳብ ምውሓስ ናብ ዝብል ክዓቢ ዝረአ እንትኸውን ብፍላይ ኣብዚ ቀረባ መዓልትታት ካብ ወታደራውን ኣዘዝትን ዲፕሎማሰኛታትን እቲ ሃገር ዝወፀ ቃላት ነቲ ድምፅታት ናብ ቅሉዕ ዋንነት ሕቶ ምጉታት ኣስጊርዎ ኣሎ። ብሰንኪ ዛብ መንጎ ኣስመራን ኣዲስ ኣበባን ተፈጢሩ ዘሎ ዲፕሎማሲያዊ ወጥሪ ናብ ናብ ዝኸፍእ ምትፍናን ይዓርግ ከምዘሎ ድማ ክፍለ ተኻኢሉ። ኣብ ኢንዳስትሪ ፓርክ ሃዋሳ ዝሰርሕ ሰራሕተኛ ብተደጋጋሚ ናብ ብተደጋጋሚ ብግዚኡ ናብ ስራሕ ኣይኣተወን ኣይተረኣየን ብዝብል መጥቃዕቲ ዝፈፀመሉ ወፃእተኛ ዜጋ ነቲ ጉዳይ ተሓሒዙ ዝተብሃለ ኣካያዲ ናይቲ ኩባንያ ተሰጒጎም ኣለዉ ካብቲ ስራሕ ከይዲ ፍሉይ ኢኮኖሚያዊ ዞባ ሃዋሳ ማቲዎስ ኣሸናፊ እቲ ወፃእተኛ ሰራሕተኛ ብዛዕባ ኩነታት ስራሕ ብዝተፈጥረ ዘይምርድዳእ ንሓደ ኢትዮጵያዊ ሰራሕተኛ ኣካላዊ መጥቃዕቲ ድሕሪ ምፍፃሙ እዩ ዝሕበር ዘሎ እቲ ፍፃመ ዘርኢ ምስሊ ድማ ኣብ ማሕበራዊ መራኸቢታት ብምኽፋል ቁጥዐ ዘስዐበ እንትኸውን ኮርፖሬሽን ልምዓት ፓርክ ትካላት ኢንዱስትሪ ድማ እቲ ተግባር ተቐባልነት ከምዘይብሉ ኣድላይ ስጉምቲ ከምዝወስዱን እዩ ዝሕብሩ። ኣብ ገለ ኢንዱስትሪ ፓርክታት ዝርከቡ ናይ ወፃእ ኣካየድትን ተቖፃፀርትን ሰራሕተኛታት ኢትዮጵያ ኣካላውን ስነ ኣእምራውን ፀቕጢ ግሰት ከጋጥሞም ከምዝፀንሑ እዮም ዝገልፁ። ኣካየዲ ስራሕ ፍሉይ ቁጠባዊ ዞባ ሃዋሳ ኣይተ ማቴዎስ ኣብ ዝሃቦ ሓበሬታ እቲ መጥቃዕቲ ከምዝተሓበረን እቲ ዝተጎድኣ ሰራሕተኛ ሕክምናዊ ሓገዝ ከምዝተገበረሉ ኣድላይ ሓበሬታ ተኣኪቡ ኣብ ልዕሊ እቶም ገበነኛታት ግቡእ ስጉምቲ ከምዝተወሰደሎም ይገልጹ። እቲ ፍጻመ ስዒቡ ኣብ ዘውጽዎ መግለጺ፣ እቲ ነተን ኢንዱስትሪያላዊ ፓርክታት ዘመሓደር ኮርፖሬሽን ኣብ ልዕሊ እቲ ወጻእተኛታት ዜጋታት ኣካይድኡ ከምኡ'ውን እቲ ፍጻመ ቅድሚ ምግዳዱ ኣድላዪ ስጉምቲ ብዘይምውሳዱ ዝተኸሰሱ ሓሙሽተ ሓለፍቲ ኩባንያ ስጉምቲ ከምዝተወስደ ኣፍሊጡ ኣሎ። እቲ ነቲ ኢትዮጵያ ሰራሕተኛታት ዝሃረመ ወጻእተኛ ሰራሕተኛ ኣብ መንጎ ተቖጻጻርን ሰራሕተኛን ድሕሪ ዘይምርድዳእ፣ ስነ-ምግባር ናይቲ ኩባንያ ዘይምኽባር ከምኡ'ውን ግቡእ ምምሕዳራዊ ስጉምቲ ዘይምውሳዱ ብምባል ካብ ስርሑ ተባሪሩ ዘሎ። ኣካየዲ እቲ ስራሕ እውን ኣብ ልዕሊ እቶም ክልተ ወጻእተኛታት ኣብ ዝተወስደ ስጉምትት ብተወሳኺ ካብ ሃገር ከምዝተሰጎጉ እዩ ገሊጹ። ብጀነራል ሓምዳን ዳጋሎ ሄሜቲ ዝምራሕ ዕጡቕ ሓይሊ ቁልጡፍ ደገፍ RSF ኣብ ሱዳን ዝፈጸሞ ገበን ምጽናት ዓሌት ንምኽዋል ካብ ተሓታትነት ምህዳም ሬሳ ግዳያት ብሓዊ የቃጽል ከም ዘሎ ኣልጀዚራ ጸብጺቡ። ብመሰረት እቲ ካብ ሰብ መዚ ሕክምና ሱዳን ዝተረኽበ ሓበሬታ ሓይልታት ወሃብ ደገፍ ኣርኤስኤፍ ኣብ ዳርፉር ንዝተፈጸመ ጅምላዊ ቕትለት ንምሽፋን ሬሳ ግዳያት ከቃጽል ከም ዝተረእየ እንትገለጽ ክመጽኡ ካብ ዝኽእል ክሲ ምጽናት ዓሌት ንምስዋር እውን ንዝቐተሎም ሲቪል ዜጋታት ኣብ ናይ ሓባር ጋህሲ ይቐብሮም ከም ዘሎ እዩ ተጸብጺቡ ዘሎ እቲ መርበብ ዶካትር ሱዳን ዝተብሃለ ጉጅላ ኣብ ዝሓቦ ተወሳኺ መብርሂ ኣርኤስኤፍ ገበናቱ ንምኽዋል ኣብ ጎደናታት ከተማ ኤልፋሽር ጥራሕ እልቢ ዘይብሉ ሬሳታት ከም ዝኣከበን ኣቃፂሉ ክስውሩ ይቃለስ ምህላው ዝገለፀ እንትኸውን ይኹን እምበር እቲ ጉጅለ ዝፈፀሞ ኣሰቃቂ ቅትለትን ብምንዳድን ምቅፃልን ጥራሕ ክድምሰስ ከም ዘይኽእል ብምግላፅ እዩ ኣርኤስኤፍ ዓሌታዊ ምፅናት ምፍፃሙ ዝምስክር ዘሎ። ኣርኤስኤፍ ካብ ከተማ ኤልፋሽር ወፃኢ ክዋገለን ኣብ ዝፀንሐ ከባቢታት ሃገር እውን ተመሳሳሊ ከምዚ ዓይነት ንኣህጉራዊ ሃይማኖታዊ መትከላት ዝጥሕስ ተግባራት ክፍፀም ምፅንሑ ዝጠቐሰ መርበብ ዶካትር ሱዳን ኣብ ኣልፋሻር ካብ ዝነበረ 260 ሽሕ ነባሪ ድማ ኣስታት 82 ሽሕ ዝቑፅሮም ዜጋታት ኣርኤስኤፍ ነታ ከተማ ካብ ዝቆፃፀርዋ ንደሓር ካብታ ከተማ ምሕዳኖም ንገበናት እቲ ጉጅለ ዘንፀባርቕ ባይታዊ ሓቂ ምዃኑ እዮም ዝገልፁ። ኣብዚ ሕዚ ሰዓት ኣብ ከባቢታት ከተማ ኣልፋሽር ብሰንኪ ተኸሲቱ ዘሎ ስእነት መራኸቢታት ኣብቲ ከተማ እንታይ ይፍፀም ምህላው ንምፍላጥ ኣፀጋሚ እኳ ተኾነ ጥቕዓታት ሓይልታት ኣሬሴፍ ኣብ ልዕሊ ሲቪል ዜጋታት እታ ከተማ ኣሰቃቕ ሰብኣዊ ገበናት እንዳፈፀሙ ዝተዘርግሐ ኣሳእል ግን ዓለም ንኣሬሴፍ ከም ሽበራዊ ጉጅለ ክትጥምቶ ተገዲዳ ምህላዋ እዩ ዝእመነሉ ዕድመ ሎሚ እውን ብተመሳሳሊ ኣብ ከባቢታት ዳርፉር ልዕሊ ሰለስተ ሚእቲ ሽሕ ዜጋታት ዝቐተለ ዕጥቁ ሓይሊ ኣሬሴፍ ብገበናት ምፅናት ዓሌት ክሲ ቀሪብሉ ምንባሩ እውን ዝርሳዕ ኣይኮነን። ተኽታተልትን ፈተውትን ራራ ሚድያን ሎም ዕለት ዝሓዝናዮም እዋናዊ ዜናን ሓብሬታን እዚኦም ይመስሉ ነይሮም። ተመሊስና ብካልኦት እዋናዊ ዛዕባታት ክንራኸብ ኢና። ቻናልና ላይክ፣ ሼር፣ ሳብስክራይብ ብምግባር ስድራ ራራ ይኹኑ።